ሃምዛ ኣነ ሰላም ደናኹ ወሰላም ትኾን ደ በዓልቲ ምልእት ተስፋዬ እምባይስ ናልማዕንቲ ብዴና ናዚ ስሑል ጉረሮ ድኾነ ሓውና ወዲ ማርጌ ዓደይ ባህለይ ውልደይ ጸግብ ጎይታ ጉማዬ ጎይታ ዝና ጎይታ ምሕሸነ ድኾነ ሓውና ሕማቕ ዜና ሰምዕናና

ኣንጭ ሓቂ ድብል ማለት እዩ። እስከ መጨረሻ ስምዑይስ ደንግጸ ስምዕዎ ማውዲ መጀመርያ ሓድሽ ድቃረው ርግሐ ነገራት ይብል ነው ምንታን ኩለቆማ ጸሎት ግበርለ እግረይ ምስጋ እዴ

ሃምስ ትሰምዑ ኣለኹም እዩ ብጣዕሚ እዩ ዳሕዝን ብቀደማይ ኦፍላቃንዩ ኣሕዋትና ካኩርዕ ብስም ህዝበ ኦፍላ ብስም ባህር ራያ ውሉ ዳሕዋትና ካኩርዕ ካዝ ከኦፍላ ካብ ወጀራት ስካብ ኦፍላ ኮይዱ ምሕሸነ ላበሎም ውዕሉ ሓድሩ ብጣዕሚ ደስ ውልና ብጣዕሚ ለኮርዕና በተለይ ብደቂ ኦፍላ ማለት እዩና

ፕሮግራም ስለ ቃኒሉ ነበር ኣዎ ግረግሮ ድበሃል እዚ ኩሉ ግዜ ደመር ድገብርዎና ኣብ ለዞም ናትና ኣሕዋት ኮይዶም ነብሮም ደቂ ኦፍላለ ኣውካይ ሃባይ ከምዚ ድበለ ፍቅሪ የመናይ ግዲ ዓይኒ ኮይንና እንድዒ የመናይ ግዲ ተሓጉስና ንመጀመርያ ግዜ ከምዚ ዓይነት ድረኦ ኩሉ ደቂ ወጅራትስ ኣነ ኣብ ዓዲ ራያ ውሽጥስ ኣብ ድኾነ ይኹን ክመፁ ዋላ ብክልብ ክሰርሑ ገለ ኣነ እንድዒ ደይ ግጠሙ እንዱ ርእዩዩም ኣይፍልጥይ እና በገዛ ዓዳቶም በገዛ ባህልና ሓደ ኹሎመናና ሓደ ኣውድኾነ ይኹን ላት ዓዳ ደመኻ ኣውድኾነ ይኹን ሃምፃ ዓይነት ላት ፀዋዋዕኻ ብጣዕሚ ደስ ድብል ነውሩ እሳቶም ግን ብሕታዊ ህዝቢ እዮም ላብ ዓድና መፆም ርእዩዩም ኣይፈልጢ ዳብ ህዝቢ ራያ ምናምና መጀመሪያ ግዜ እዩ በተለይ ምድረ ኦፍላ ሓሸንገ

ከክብረና ሞጽስ መን እዩ ገብና ጸላኢ ኢድ ወዲ ማርጌ ሕማቅ ድሕስብ ኣብ ኦፍላሲ መን ጸላኢ ውዕሉ እዩ ውፍትን ኣሸናፊ ዳስ ብቻ እንድዒ ወዲ ማርጌለ ትግራይ ውሉ ስለ ደይጸገቡ ሕሩር ስለ ድኾነ ኣብቲ ዓድና ንልብሐስ ሰዓት ትርለኽሞም ኢኹም ሱም ትግራይ ትለዓሎ ሃምዚ መስቀል ድረ ሰይጣን ገፍገፍ ዳብሎ ገፍገፍ ድብሉ እንሆዩ ብሕማቕ ዓይን ድርእዩ እንሆዩ እና ካብ ደግም ንድየልስ ኣብ ከምዚ ዓይነት ነገር ነብስኹም ተትሕልዩ እና ውሽጥና ጸላእ ግዲ ንሄና እዩ ሃምቲ ዝሰማዕናዮ ዝሮ ናፈጣር ደኣ ኮነ ይኹልለ ቅዱስ ሚካኤል በዓል ልማዕንቲ ቅዱስ ሚካኤል ይመሓሮ ጽቡቕ ዘና ያስምዐና እና ድምፁ ዝሰማዕናዮስ ብጣዕሚ ልጉምጉም ብሉ ምናምን ብጣዕሚ ዳሕዝነካና ካብኡ ትለኽፉ ሃም ደኣተ እዩ ዝሮ ሃምቲ ቃል ዝሰማዕናዮ ከምዚ ዓይነት ኣብ ደስታ ኣብ ዝኾነ ይኹን ጸላኢ ሃም ድውዕል ፍሉጥ ስለ ዝኾነ ከምዚ ዓይነት ኣብ ናሰብ ደስታ ኣደንግቶም ሓድሓድ ነገር ሃም ድገብርለስ ፍሉጥ እዩ ሃም ድገብርለና ግን ጸላኢ ዶ ኣሸክቱ ህንዲ ዝደኣክል ዶ ጸላኢ ንህና ኮይኑ እዩ ሓቂ ብሰብ ብሂወት ሰብ ከምዚ ዓይነት ድምኒ ከምዚ ዓይነት ገብርቶ ድገብር ኣብና ሰብ ደስታ ክኾን ግሽነት መጹ ኣነ እንድዒ ድሰማዮም ቅዱስ ሚካኤል ይፍረደሎም እቶም ሓቂ ሃም ድገበሩ ማለት እዩ እና እዝሮ ኩሉ ሓጢኣትና ይኾን ብቻ ግን ሙሉ ጥዕኛኡ ሃምና ቃደሙ ሃም ስራሕ ጉሓቱ ሃም ድገብረሉ ጸለትና ካብኡላ ሃም ዝብ ድምፂ ድሰማዕኹሞ ሓዲ ስራሕ ሃም ድንሀዎ ርግሀና ግራተይ ትብል ኣብ ሓዲ ስራሕ ሃም ድንሀዎ ካብ ቃሉ ሰምዕናዮ ኢና ብቀደማይ ለብዛ

ብስራሕ ብሸ ብሸ ሓድሽ ስራሕ ኣምዲ መጸና እዩ ደስታ እዩ ደቃኒ ደኣ ምስ እዚ ዓይነት ካጋጥም ኣብ ሃምዚ ድበለት ኣብ ሃምዚ ድበለ ኣብ ደስታ ሰዓቱ ሃምዚ ዓይነት ክስተት ክገጥምስ ሽባን እያ እሱ ክሓሶ ዋላ ሕናና ግንስ መሰንከልካ ማዕልቲ ደይፍለጥ ሙሉእ ታሕጓስ ከይኾነልና ዓይኒ ግዲ ኮይንና እዩ የመና ለተሓጉስና ማርያምን በተለይ እንዲ ኣብዚ ሚድያ ሲ እንዲ ደቂ ወጀራት ደቂ ፍላይስ ናለምቕነ ደስታ ፍልይ ድበለ ደስታ ይቃኑይናና ሕና ብምፍቃርና ሕና ደስታ ብምግባርና ወጀራት ኦፍላይ ብምጥማርና ሲ ብገዛ ደቂ ዓድና ሲ እንደይ ሕማቅ ዓይኒ እንደይ ሕማቅ ኮሜንታት እንዳረእና ቃንና ማለት እዩ ግን ሕና ወጀራት ደቂ ኦፍላ ወጀራት ተኸዱለለ ድሙልእ ራያ ወክሎም ባህር ራያ ወክሎም ድህዝቢ ራያ ወክሎም እዩ ድኸዱ ኣሕዋትና ስለ ድኾኑ ሓድነቶም ቓሕ ስለ ድወልና ድኣታቶም ንመስል ስለ ንደሊ ዳብሕና ክመጹ ስለ ንደሊ ፍቕሪ ስለ ንሰብኽ እዩ ሃም ደቂ ኦፍላ ድኸድን ኣዳሚ ናማንም ጽለ እቻ ንሰብኽ ናማንም ፖለቲካ ንሰብኻ ይኾነይ ፍቕሪ ንስሕብ ህዝቢ ራያ ወክልና እዩ ድኸድና ኦፍላ ማለት መኾኒ ማለት እዩ። ኦፍላ ማለት ኣላማጣ ማለት እዩ። ኦፍላ ማለት ማጨው ማለት እዩ። ማጨው ማለት ለ ጨርጨር ማለት እዩ እና ካብ ሓደ ሰፈር ኣብ ሓደ ሓውካ ማህበር ከይድካሲ ድግልኻ ደይኮነ ማሕበረሰብካ ወክልካ እዩ ድኸየድ ዳኣ ብስም ራያ ወክሎም እዩ ድኸዳሚ እዞም ደቂ ኦፍላ ወጀራት ብምኻዶም ብዙሕ ብዙሕ ብዙሕ ዓይ ብዙሕ ዓይኒ እዩ ድነበረና ድሕሩ ለለቶም ኣሕዋትናለ ኣሕዋትና መጾም ኣኽብሮምና ድማ ግዴታ ኣብ ዳሳቶም ንኸድ እነሀና ውሎም ካብ ንኣተቶም ዕጽፊ ገብሮም ብበዝሒ ሰብ ተዓጅቦም ኦፍላ ኮይዶም ብህንደይ ጫወታ ብህንደይ ህራ ሁራ ብጣዕሚ ደስ ዝብልና ሰብ ቃንኡልናስ

ዓማ ኣይበሃሊ ነውሩ እንዲ ሓድነት ድሰወኾ እፍላይ ወጀራተይ ኣባታቶም ዓይኒ ክሕደሮም ኣባታቶም ሓሰድ ክግበሮም ኣባታቶም ቅንእ ክግበሮም ኣይነበረይ ግን ለለ ሕማቕ ሓሳድ ረየኩም ዓይኑ ጽግድም ይበልዳም ሓውና ጠለሽታ ገበሩሉ ሃምዳ ሓልፍ ጸሎትናዮ ኣሕዋተይ ዋየ ጸሎት ግበሩሉ ዝሓውና ማርያም ብጣዕሚ ሓዝነ ሞራን ስብር ውሉ ኣንስ ገሻ ኮይነ ከይደ እንዳ ኣሕዋተይ ካክብር ደስታ ተሰሙዕኒ እንድኮድኩስ ሕማም ዓድገ መጸ ተበለስ ድኮነ ዓጽምካ እዩ ድስምዐካ ማርያም እንድዒ ኣነ ሃም ጓል እፍላ ሓንትስ ትሰምዕኒ ህንዲ ክብርይ ህንዲ ኣድናቆትይ ህንዲ ክብርይ ህንዲ ምስጋናይ ክገቦስ ሃምዚ ዓይነት ትሰምዕ ብጣዕሚ ድካ ብደካና ኣብ ንኣትና ዳስ ኣብ ደቂ ኦፍላ ዳስ ከት ዓይነት ጸላኢ ይውዕልና ሃምዚ ዓይነት ድሕስብ ብህይወት ሰብ ሃምዚ ዓይነት ግብርተ ድገብር ብቻ እንድዒ እና ወዲ ማርገዬ ደቂ ወጀራት እንድኹም ኣሕዋተይ ኣብ ጎድንኹም እየና ንሓውና ሙሉእ ጥዕና እየና ንደሊ እንተስ ጸበል እንተስ ኣብ ሓክም ድንወር ትበሃለ ነገር ትማድሕንዎ ተለውኹም ኣሕዋተይ ዋየ ኣነ ክጽሕፍ እየ ብለ ነብረስ ግን እስኪ ብድምጽ ገብር ብለ እየ ብዝመጸና ሸር በልዎ ኣሕዋተይ ኩልና ሃምድ ንሕግዞ ድወዲ ማርጌ ግዝያቱ ተይሰረጾይ ተይወለይ ኢድ ሰብ ተኾነለ ካብ ጸበል ድላዕሊ ካብ መልኣክ ድላዕሊ ስለ ደይለ ግዴታ ፀበል ይማድሐኖ ድንሆት ትበሃለ ፀበል ትማድሑንዎ ኣሕዋተይ ዋየ ሙሉእ ፍፁም ይግበረልኻ ወዲ ማርገ ወዲ ማርገ ማለት ፎታይ ዓዱ ፎታይ ማንነቱ ትግራይ ውልደይ ፀግብ ባህለይ ውልደይ ፀግብ ሕና ዕድመ ቆልዕነትና ሕዝና ዝሰማዕናዮ ድምፁ ኣምባሳደር ወጀራት ኣምባሳደር ባህልና ኢና ዝሓውና ሕማቕ ክሓልፎ ኣይንደሊ ባጠሻ በዓል ግርማ ሞገስ ግርማ ዓዲ ወዲ ማርገ ሕማቕ ክሓልፎ ኣይንደሊ በፍፁም